ሰላም ተኻታተልቲ መደበይ ኣኣብ ዘለኹሞ ሰላም ክትህልዉ ናይ ወትሪ ትምኒተይ መጀመርያ ነዛ ቪደዮ እዚኣ ክትሪኣን ክትርእያን ተዳሊኹም ስለ ዘለኹም ብልቢ ከመስግነኩም እፈቱ ብምቕጻል ነቲ ትገብሩለይ ምትብባዕ ከኣ ካብ ልበይ ከመስግነኩም እፈቱ ናይ ሎሚ ቪደዮ ንሪኦ ትማሊ ከም ዝረኣናዮ እቲ ዝተኩስ ብዙሕ ዝኾነ ምቅይያር ጌሩ ኔሩ ወይ ብዙሕ ጎዲሉ ኔሩ ገለግ ካፍቲ ማርኬታት ኣናሉዚርን ክንገብሮም ኢና። ሎሚ እውን ገለግ ካፍቲ ቢትኮዊን ክንሪኦ ኢና። እንታይ ኮይኑ ደው ኢሉ ኣሎ ከመይ ክንሪኦ ኢና ማለት እዩ። ማይክሮሶፍት ሽትራቴጊ ክሳብ ሎሚ ኣክሲን እንዳሸጠ እውን ሓደሺ ቢትኮዊን ይገዝእ ኣሎ። እሱ እውን እንታይ እቲ ዝገብሮ ዘሎ ንዓና ከ ብከመይ ክጸልወና ክንሪኦ ክንፍትን ኢና ማለት እዩ። ክሳብ መወዳእታ ምሳይ ሓቢርኩም ክትጸንሑ ብክብሪ ይዕድመኩም። መጀመርያ ግን ነዚ ቻነልና ናብ ብዙሓት ሰባት ክባጻሕ እዚ ቻነልና ከኣ ክዓቢ ከምዚ ንሪኦ ዘለና ትማሊ ኒቬድያ ብዙሕ ፐርሰንት ዓሰርተ ሽዱሽተ ፐርሰንት ጎዲላ ማለት ዳርጋ ዓሰርተ ሸውዓተ ብዶላር ክንሪኦ እንከለና ከኣ ክሳብ ኣርባዕተ ሚእትን ሱሳን ሓሙሸን ሚላርድ ፈርሉስት ወይ ከኣ ማይናስ ጌራ ማለት እዩ ትማሊ ዳርጋ ሓደ ፍርቂ ቢልዮን ይኸውን ኣሎ ማለት እዪ። ብጣዕሚ ብዙሕ ገንዘብ። እዚ ኸኣ ቻይና ሓደ ማርኬት ናብ ዕዳጋ ስለ ዘቕረበ ጥራይ ከምኡ ኮይኑ ማለት እዩ። ኒቪድያ ሓደ ቺፕ ንብዙሓት ዓበይቲ ትካላት ትሸጠለን ንዓበይቲ ትካላት ትሸጠለን ስለ ዝኾነት ሕጂ እቲ ትገብሮ ዝነበረት ከምዚ ንሪኦ ዘለና ዲቢሲክ ድበሃል ሓደ ዓብዪ ማለት ዲፕሲክ ዝተብሃለ ቻይና ሓደ ከም ቸችቢቲ ዝመስል ክሳይ ንዕኡ ዝመሳሰል ናብ ማርኬት ኣቕሪባ፣ እዚ ከኣ ብቕልል ዝበለ ንኽትረክብ እቲ ዙኽማሽነ ወይ ሱኽማሽነ ንብሎ ንስኻሲ ቀልጢፍካ ንኽትረኽቦን ሓደ ነገር ዘብለካ እዩ እቲ ቸችቢቲ ስለዚ ንዕኡ ዝወዳደር ወይ ብቐሊሉ ነቲ ስኻ ትደልዮ ክረኽበልካ ስለዝኽእል እዩ እዚ ማርኬት ነቲ ናይ ትማሊ ክጸልዎ ውዒሉ ወይ ጸልይዎ ማለት እዩ። ስለዚ ከምዚ ንሪኦ ዘለና እንድሕር ደኣ ኣብ ኒቪድያ ተኸይድና ብጣዕሚ ብጣዕሚ ትማሊ ዓብይ ዝኾነ ናይ ፈርሉስት ጌራ ማለት እዩ ከምዚ ንሪኦ ዘለና። ምስ ናይ እቲ ቸችቢ ተሓጊዙ ማለት እዩ ዓብይ ዝኾነ ውፅኢት እዩ ከመዝግብ ፀኒዑ ክሳብ ኣርባዕተ ሚእቲ ፐርሰንት ዝደየበ ማርኬታት ኣሎ ስለዚ ከምዚ ንሪኦ ዘለና ትማሊ ብዙሕ ዝኾነ ኣቢላ ማለት እዩ ማዕረ ማዕረኡ ክጎድል እንከሎ ማዕረ ማዕረኡ እውን እቲ ማርኬት ከምዚ ዓይነት ሓደሽ ነገራት ክርከቡ እንከለዉ ወይ እቲ ማርኬት ናይ እሜሪካ መጀመርያ እቲ ኣክሲን ቀንዲ ድጸልዎ ንመን እዩ ነቲ ናይ ማርኬት ናይ እሜሪካ እዩ መክንያቱ እቲ ዓቢ እተን ዓበይቲ እተን ዓበይቲ ትካላት ወይ እቲ ዓበይቲ ኢንዶስትርታት ኣብ ናይ እሜሪካ ስለ ዝኮነ ማለት እዩ ስለዚ ብሓፈሻ ከኣ እቲ ናይ እሜሪካ ክጽሎ እንከሎ ብሓፈሻ እቲ ካልእ ናይተን ካልኦት ቆጠባ ከኣ ይረክቦ ማለት እዩ ናይ ማክሮ እሽትራቴጊ እዩ ክኸውን ምክንያቱ እዚ ማርኬት ትማሊ እውን ሓዱሽ ሓዱሽ ቢትኮዊን ገዚኡ ኣሎ ማለት እዩ እዚ እንታይ እትገብር ደሎ እቲ ስቶክስ ዘለዎ ብርክ እንዳሸጠ ኣብቲ ስቶክ ማርኬት ማክሮ እሽትራቴጊ እየ ደለኹ እቲ ስውን ንባዕሉ ብጣዕሚ ብጣዕሚ ሕማቅ ዝኾነ ውፅኢት እዩ ኣመዝጊቡ።

ንኹሉኹም ኢንቨስተርስ እዛ ቃል እዚኣ ሒዝኩም ካብዛ ቪድዮ እዚኣ ነዛ ቃል እዚኣ ሒዝኩም እንድሕር ድኣ እንተኸይድኩም ዝበለጸ ኔሩ ምኽንያቱ እቲ ዘለኩም ብርኪ እንድሕር ድኣ እቲ ማርኬት ማይናስ ተኸይዱ ስለ ማይናስ ስለ ዝኸደ ጥራሕ እቲ ማርኬት ክንሸጦ ክንክእል የብልናን ምኽንያቱ ቀስ ኢሉ እቲ ማርኬት ድሕር ግዜ እውን ክምለስ ስለ ዝኾነ ማለት እንድሕር ድኣ እቲ ናትኩም ስትራቴጊ ናትኩም ፖርትፎሊዮ እንድሕር ድኣ ከመይ ኢንቨስቲርን ጌርኩም ኣለኹም ብርግጽ ኣይፈልጦን እየ ግን ናተይ ኩሉ ግዜ ዋላ ገሊኡ እቲ ክሪፕቶ እንድሕር ደኣ ክጎድል እንከሎ እቲ ናተይ ኣክሲን ኣብ ገሊኡ እቲ ብርኪ ናተይ ፕላስ ስለ ዝኸይድ ወይ ጽቡቕ ውጽኢት ስለ ዘውጽእ እቲ ፖርትፎሊዮ ናተይ ኩሉ ግዜ ኣብ ፕላስ እዩ ዝርከብ እዚ ማለት ኣብ እቲ ማርኬት ተመሊሱ ንላዕሊ ስለ ዝኸይድ ማለት እዩ። እታ ኣገዳሲት ቃል ኣብዚ እንታይ እያ ትብል? Geduld zahlt deutlich aus als Angst እንታይ ማለት እዩ እዚ? ዓቕሊሲ ጽቡቕ ገይሩ ንዓኻ ወይ ኣዳዕ ጽቡቕ ዝኾነ ጽቡቕ ገይሩ ይኸፍለካ ካብ ንስኻ ፈሪሕኻ ዝኾነ ነገር ትገብሮ እዩ ዝብል ማለት እዩ። ስለዚ ፈሪሕኻ ካብ ፓኒክ ኣቲኻ እቶም ናትካ ብርኪ ትሸጦም ዓቕሊ ጌርካ ግዜ እተሂብካዮ እቲ ማርኬት ከኣ እንደጋና ስለ ዝምለስ ናብቲ ዝነበሮ ስለ ዝምለስ እቲ ብርኪ ዘለና ማይናስ ስለ ዝኸድና ጥራሕ ክንሸጦ ክንክእል የብልናን ምኽንያቱ ከምዚ ዓይነት እንድሕር ስትራተጊ ተሃሊካ ወይ ከምዚ ዓይነት ሲስተም እንድሕር ደኣ ትኸይድ ተኾንካ ንስኻ ኣብ ስቶክ ማርኬት ጽቡቕ ውጽኢት ተውጽእ ኣይትኸ ጽቡቕ ውጽኢት ክተመዝግብ ኣይትኽእልን ኢኻ እንታይ ደኣ ገንዘብካ ጥራይ ኢኻ ትኸስር ደለኻ ማለት እዩ ስለዚ እቲ ማርኬት ግዜ ሃብዎ ግዜ ሃብዎ ናብ ተመሊሱ ስለ ዝብል ማለት እዩ ንኣብነት ኣብ መክሮ ስትራቴጂ ኣነ ኣለኒ ብርኪ ድገዛእኽዎ ማለት እዩ ኣብዚ ሓፂር ግዜ ገዚኦ እዮ ማይናስ እዩ ዘሎ ንዓይ ነዚ ሸይጠ ኣብ ቢትኮዊን ክገዝእ ይኽእል ወይ ኣብ ኣልትኮዊን ክገዝእ ይኽእል ነይረ እንተኾነ ግን እንታይ ድበሃል ኣሎ ሓንቲ ዶላር ሴፍ ተገርካሲ ሓደ ዶላር እቲ ዓወት ይብሉ ማለት እዩ ብዶች መይቢ ብቋንቋ ጀርመን መይቢ ኣይን ዶላር ገሽፓርት ኣይን ዶላር ገቪን ሓንቲ ዶላር እንድሕር ዳኣ ሴፍ ተገርካ እሳ እታ ዓወት ወይ እሳ እታ ገቪን ወይ እቲያ ውፅኢት ይብሉ ማለት እዩ ስለዚ ኩሉ ግዜ እቲ ዘለና ማርኬት ክንሸጦ የብልናን ማይናስ ስለ ዝኸደ ወይ ስለ ዝጎደለ ማለት እዩ ሕጂ ናብ ኦረዲ ድሕሪ ግዜ ይምለስ እዩ ዋላ ነዊሕ ግዜ ንነዊሕ ግዜ ደይምለስ ማርኬት ኣለው ንኣብነት ኣሊባባ ነዊሕ ግዜ ኢንቨስቲር እንተገርካ ኣብ ኣሊባባ እንድሕር ኢንቨስቲር ገርኩም ተሃሊኹም ገንዘብኩም ወይ ብርኪ ተሃሊኩም ኣብ ኣሊባባ ነዊሕ ዝኾነ ኣሊባባ ነዊሕ ግዜኣ ማይናስ ጸኒሓ እቲ ገንዘበይ እውን ናተይ ኣብ ኣሊባባ ፍርቁ ማይናስ እዩ ዘሎ ገሊኡ ዝሸጥክዎ ኣሎ ኣብ ኣሊባባ ማለት እዩ ስለዚ እቲ ማርኬት ንነዊሕ ግዜ ማይናስ ማይናስ ኮይኑ ክጸንሕ ይኽእል እዩ እንተኾነ ንሕና እቲ ቀንዲ ክንገብሮ ዘለና ክንሸጦ ኢድ ዘየብልና እቲ ማርኬት ናትና ማለት እዩ ከምዚ ንሪኦ ዘለና XRP ትማል ማይናስ ከይዳ ነይራ ሎሚ ከዓ ናብ ሰለስተ ዶላርን ዒስራ ሳንቲምን መፅያ ኣላ ማለት እዩ ያው ከምኡ ት- ትቕፅል ኣላ ኣብዚ ከምዚ ንሪኦ ዘለና ማለት እዩ ስለዚ እቲ ማርኬት ተመሊሱ ናብቲ ዝነበሮ ስለ ዝምለስ እቲ ዘለኩም ብርኪ ኣይትሸጡ ከማን ከምዚ ክወርድ እንከሎ ሓድሽ ዕድላት ስለ ዝኾነ እቲ ዕድል ክንጥቀመሉ ክንክእል ኣለና ከየመልጠና ማለት እዩ። እቲ ቀደም ብርኪ ብክቡር ገዚእናዮ ዝነበርና እንድሕር ደኣ ማይናስ ማይናስ ተኾይኑ እተን ማርኬት እቲ ቬርት ናቱ ወይ እቲ ክብሪ ናቱ ጎዲሉ ስለ ዝነበረ ትማሊ ወይ ሕጂ ጎዲሉ ስለ ዘሎ እቲ ቬርት ናቱ ወይ እቲ ክብሪ ናቱ ሎሚ ክትገዝእ እንከለኻ ነቲ ቀደም ዝገዛእኻዮ ብርኪ እንድሕር ደኣ ማይናስ ወይ ኡንታ ቨርት ይብልዎ ማለት እዪ ትሕቲ እቲ ክብሪ ናቱ ክትገዝኦ እንከለካ ደሓር ንላዕሊ ክድይብ እንከሎ እቲ ምስቲ ነቲ ማይናስ ገይርዎ ደሎ ገንዘብካ ወይ ብርክካ ንዑ ከመቃራሓልካ ይክእል እዪ ማለት ስለዚ ንላዕሊ ፕሉስ ማይናስ ስለ ዝከይድ ማለት እዪ ስለዚ ብከምዚ ዓይነት ክንሪኦ ንክእል ኢና እቲ ስቶክስ ማርኬት እንድሕር ዳኣ ሓገዝ ምስ ዘልኩም ናተይ ወብሳይት ገረ ኣለኩ ብከመይ ገርኩም ኣብ ሰለስተ ኣርባዕተ ሽትራተጊ እቲ ናትኩም ፐርትፎልዮ ትነድቅዎ ከም ዝበልኩም እቲ ናተይ ፐርትፎልዮ ኩሉ ግዜ ዋላ እቲ ማርኬት ስቶክስ ማርኬት እንድሕር ዳኣ ሓገዝ ምስ ዘልኩም ናተይ ወብሳይት ገረ ኣለኩ ብከመይ ገርኩም ኣብ ሰለስተ ኣርባዕተ ሽትራተጊ እቲ ናትኩም ፐርትፎልዮ ትነድቅዎ ከም ዝበልኩም እቲ ናተይ ፐርትፎልዮ ኩሉ ግዜ ዋላ እቲ ማርኬት ብጣዕሚ ማይናስ ተከደ ገሊኡ ኣብ ብዙሕ ኣማራቂሐዮ ስለ ዘለኹ እቲ ናተይ እቲ ኣክሲን ወይ ከዓ ኢቲኤፍ ከምኡ እውን ወርቂ ዚልባ ኣብ ከምኡ እውን ንላዕሊ ክኸይድ ይኽእል እዩ ስለዚ ሕጂ ልክዕ ኣብዚ ዓይነት እንተባሃል ክንሕግዘኩም ንኽእል ኢና ቆፀራ ሕዙ ምሳና ኣብቲ ናትና ወብሳይት ተኣቲኹም ማለት እዩ እቲ ሓበሬታኡ ኣለኩም ብኸመይ ከምዚ ጌርኩም ትነድቅዎ ናትኩም ፖርትፎሊዮ ከዓ ክንሕግዘኩም ንክእል ኢና ኣብ ካልእ ብካልእ ክሳብ ንራከብ ሓውኩም ግርማይ የቀኔለይ ክሳብ መወዳእታ ምሳይ ሓቢርኩም ስለ ዝጸናሕኩም እዛ ቪድዮ ከኣ ናብ ብዙሕ ሰባት ክባጻሕ ላይክ ናትኩም ክነማሓሾ ከማሓሾ ዝግባኣኒ ነገራት ዝራኣኹሞ እንድሕር ደኣ ተሃልዩ ከኣ ኮመንት ጽሓፉ እስኹም እቲ ኮመንት ክትጽሕፉ እንከለኹም ነቲ ናትኩም ሓሳባት ትሃንጹ ኣነ ከኣ እቲ ጌጋይ ከማዓርዮን ከማሓሾን ስለ ዝኽእል ማለት እዩ ኣብ ካልእ ብካልእ ሳብ ብራኸብ ሓውኹም ግርማይ